እኳ ሃም ኢልካ ኣይምልከተካ ኣይትብለኒ ኣብ ካሊእ እዩ ዘይምልከተኒ ኣብ ካሊእ ሂወት እዩ እምበይ ሃምዚ ንስኹም እናተፈላለኹም ሃምዚ ሓደ መሐጎሲ ምቀኛ ኢኹም ትኾኑ ኣለኹም ትባሃል ልምንታይ እንታይ ገይሩ ፋሚሊ ቤተሰብ ሙሉ ልምንታይ ይርበሽ ትማሊ ፅቡቅ ውዒልና ፅቡቅ ድባብ ነበረስ ልምንታይ እዩ እዚ ነገር እዚ ዝፍጠር ምሸት እስኻለስ
እስኻ ኣብ ናይ ላይፍ ከይትኣቱ ኢለካ ካልኣይ መዓልቲ ከይትድውለለይ ናብዚ ኣጥዒሙልካ ስራሕ
ሰላም ሰላም ቤተሰብ ናይ ኣማነት ዩቲብ ቻናል ተኸታተልቲ ዝኾንኩም ያው ሃመኒኹም ፋሚሊ ሰላምኩም ብዝሕዝሕ የለለይ ያው ንሕና ፋሚሊ ዳሕና ኢና ያው ክልተ ሰለስተ መዓልቲ ዝጠፍኤኩም ነረ የቤተሰብ ያው ንሸ ጉዳይ ስለልነረት ያና ፋሚሊ ያው ብዙ ኣጋጣሚ ዝ እንኳዕ ተወለድ ክበሉ ዋይኹም ሊቫለ ያው ቢዚ ስለልኾንከ ቪድዮ ለይሰራሕኩላ ቤተሰብ ሎማዓንቲ ፋሚሊ ልኾነ ፕራንክ ግዘ ኣይኾነይ ቁምነገር ወግዒ እየ ሒዘ መፅየ እኒኹ ፋሚሊ ሎማዓንቲ ብዛዓ ናጆቴ ንሽተይ ወግዒ እያ እኒኣት ንፋሚሊ እዛ ናይ ቤተሰብ ጉዳይ ሃም ልፍለጥ ያው ሀዚ ከናጋግሮ ክምኩር እየ ላኣየ እኳ ኣይሰምዕን እዩዋ ማለት ሃምዚ ናይ ፋሚሊ ከወግዖ ተለኹስ ያው ሃም ንሽተይ ቁልዓ ኢልሬን ላየ ብስሩ ኣይሰምዕኒ ኢቭን ሃምዚ ዓው ኢለ ከናጋግሮ ቴለስ ብቻዋ ጆቴ ንእሽተይ ላይሂ ኣወ ሂንቲ ገሩ ጉዳይ ኣየዋግዕኒ ብቻ ግን ሎማዓንቲ ከዋግዖ ክሙኩር እየ ፋሚሊ ያው ታይ እዩ ዝና ሮዝ እና ናጆቴ እኒኦ ጉዳይ ያው ትክክል የኮነይ ፋሚሊ እስካ ሀዚ ቪድዮ ለይሰራሕኩሉ ካሊእ ከይመስል ወይ ነገራት ሲ ባዕሎም ብልፎትሕዎ ዓበይቲ ስለለለው እየ ኣነ ከኣትየ ለይደለኩ ፋሚሊ ብቻ ግን ያው ሎማዓንቲ ከዋግዖ ክሙኩር እየ

ብናክልቲኦም ኮይነ ቦታ ርእየዮ ያው ናሮዚ ምንም ጥፋት የላይ ፋሚሊ ማለት ባዕሎም ሃም ባዕሎም ሃምቱ ልረለ ሃምቱ ልገብሮ ኣሎ ጆቴ ግን ናብራዘር ይጌጋ እኒኦ ምክንያቱም ሰላም ኮይኑ ኢልና ተሓጒስና ኔርናስ ያው ዝነገር ክፍጠር እዮም ኖሮ ተፈጢሩ እኒኦ ብቻ ግን ሎማዓንቲ ፋሚሊ ከዋግዖ ክሙኩር እየ። ያው እስከ ሀዚ ቪድዮ ላይ ስራሕ ኩላ ከም ዝለውጋዕኹም እዩ ብቻ ፋሚሊ ፅቡቅ ይኾና እኒና ቤተሰብ ያው ኣብ ገዛ ብጣዕሚ ዓብዪ ችግር ዝፍጠር ለቃ ማዘር ትጭነቅላ ትሪእዎ ኣለኹም ሃም ፅቡቅ ይኾና ብቻ እስኹም ለብልኻልኩሞ መጠን ፋሚሊ ያው ልጆቴ በቃ እንድዒ ኣነ ታይ እሞ ላዪ ስለለይ ሰምዐኒ እዩ ክምኩር ደይ ለዪ ሀዚ ብቻ ግን ፈጣሪ ይተሓወሶ እዚ ጉዳይ ፋሚሊ ንስኹም ለብል ተኻለኩም መጠን ያው ተስ ብስልኪ ተስ ብልኾነ ብቻ ተዋጓጉዑ ሞክሩሞ ያው እዚ ቪዲዮ ግን እስካብ መጨረሻ ርእይዎ ኢኹም ፋሚሊ ፈጣሪ ተሓወሶ እዩ ታማ ባህል ፋሚሊ ያው እስካብ መወዳእታ ቪዲዮ ምሳይ ፅንሑ እሺ ፋሚሊ ያው ደው ኢለሉ እያ ይመፅለ እዩ ብቻ እንድዒ ኣነ ፈርሐ እኔ ድኽምክም ኢልኒ ድሮ ቤተሰብ

ናሰላም እዩ ብራዘር
ፋሚሊ ዳሕና እዩ ምንም ይኮን እዩ ኣይ እቡደይ ዳሕና እያ ምንም ይኮነት እይ ይጨናነቅ ዝተፈጠረ ነገር የለ ኣይ
ኖርማል እዩ ኣይ እንትን ከዋግዕ ካደሌ ብራዘር ያው ሎማዓንቲ ማለት ሃምዝና ካሊእ ጊዘ

ድሕሪ ትፎትየን ተኮንካ ሲ ተርዲካ ዲ ሃምሽተ ቆልዓ ወዲ ክልተ ዓመት ዘይኮንካ ትሬን ልደሊ ሲ ተርዲካ ዲ ዝኾነ ወግዒ ከዋግዓካ ደልየ እኒኹ ጽን ኢልካ ትሰምዐኒ እሞ ሓሳብካ ብደንቢ ብሓሳብ ንረዳዳእ ተርዲካ ዲ ሃምዚ ናሃሊ ግዜ ወይ ታይ እዩ ትጸርፍን ድላ ታይ እዩ
ማለት ናይካ እዩ ኣነ ብዛዕባ ናሃዕልኻ እየ ከዋግዐካ ደልየ ተርዲካ ድዩ ብራዘር ብዛዕና ናሃዕሊ እሞ ታይ ኖኖ ማለት ሲ ዝናቲ ማሊ ዝጉዳይ ነረስ ተርዲካ ዲ ማለት ትክክል የገበርካይ ስኻ ተርዲካ ዲ ጆቴ ኔኩም ሲ ዝኾነ ታይ ስኻስ ቀስኻ ካየመን ኣተባላሽ ልኻ ነገረት ምስ ሮዚ ይኹን ምስ ፋሚ ተርዲካ ዲ ብራዘር ሓሪፍ ኔርኩም ማለት ሰላም ኮይና ግዛዕና ልኻ ኔርካ ሲ ታይ ትማል ተፈጠረ ነገርስ ታይ ልምንታይ ሃም ጌርካ ስኻ ሓደ ትፈልጦ ነገር ወዘይ የብልካ ሲ ካብ ዝረከብካ ዋግዕ ንመጻ። ኖኖ ኣነ እንታይ ድየለካ ኣለኹ ሃምዚ ትብለኒ ይኹንኪ እኮ ለዋግዕካ ኣለኹ ተረዲካ ድዩ ብራዘር ትማሊ ሲ ልገበርካዮ ጌጋ እዩ ተረዲካ ድዩ ወንድሜ ፋሚሊ ይጭነቕ ኣሎ ኣነ እኮ ኣይምልከተኒ እዩ ናይካ እኮ ተረዲካ ድዩ ብራዘር ባዕልኻ ኢኻ ትፈልጦ ሂወትካ ኣነ ሰብ ናይካ ሂወት ኣትየስ እዚ ግበር ሃምዚ ግበር ይኹንኪ ክብለካ ደልየ ግን ብዙ ናይካ ሂወት ሲ ብዙሕ ሰብ ልኣቱ እኒኦ ብልዓ ብስ ኣነ ንኣባ እንተ ኢለ ተሓሳስበኒ ተረዲካ ድዩ ማዘር እህ ትብል ኣባኻ ብላዕ ኣብለለ ጓልኻ እኒኣ ተርዲካ ዲ ኣነ ህም መክረኪ ኹንኪ ህም ሓወይ ህም ዓውዩ ሓወይሲ ኣኺረ የጸውዒ ከምቢ ኣነ ሃምሳት ልፈልጥ ቆልዓ ኹንኪ ተርዳህ እንዳ ብራዘር ግን ጌጋ እዩ ዝናይካ ተርዲካ ዲ ወንድሜ እንታይ ኢኻ ትገብር ኣለኻ ማለት ደው ኢልካ ሲ ሕሰስ ትገብሮ ኣለኻ ትፈልጥ ኣለኻ ዳ እንታይ ናይካ እዚ ጌጋ ትብላ እንታይ ኔ ጌጋ ምንም የብለይ ሲጀመር እዛ ተዋግዕ እንዳህና ውጸውዒ ኖ ኖ ረዮ ብራዘር ሃም ዝትለኒ ኹንኪ እኮ ጸዊዕካኒ እኮ እዚ ክብለካ በቃ ካብኡ ዝለዓቢ ጉዳይ ለለ ዝኾነ ዘይትፈልጦ ነገር ስለ እሞ እንታይ ዘይትፈልጦ ድለካ ነገር ኣለኹ ስለ ወንድመይ ዘይብልካ ሃምዚ ካይተዋጋእ እሺ ሓደራ ኖኖ ትኽክል ኢኻ ኣነሲ ለኣኻ ይኹንኪ ለጸልም ኣለኹ ተርዳህ እንድኻ ንኣዕልኻ ክፍተትካ ሃም ክፍተትካ ኢለካ ኣለኹ ተርዲካ ድዩ ወንድሜ ትውድዎ ነገር ለ ብባዕልኹም ወድዎ እዚ ማለት ኣብ ሓዳር ለሎ ነገር እንዲ ክፍጠር ይኽእል እዩ ተርዲካ ድዩ ብራዘር ለሎ እዩ ባዕልኹም ንኹም ትፈትሕዎ ኣነ ልብለካ ኣለኹ ግንሲ

እወ ተርዲኒ ቆልዓ እየ እኮ
የኾነ እኮ እሞ እንታይ ደለካ ኣለኹ ወንድሜ ኣነ ደፊረካ ይኹንኪ ስለ ለኽብረካ ኣለ እየ ብዙሕ ግዜ እኮ ይኹም ተዋይስኩም ተረዲካ ዲ ወንድሜ ብዙሕ ግዜ ይኹም ተዋይስኩም ኣነ እኳስ ኢደይ የተኽዮ እዚ ጉዳይ እዚ ተርዲኣ እንዳ ብራዘር ርያ ሃምለ ይረኣኹ ንምንታይ ኣነ እኮ ሲጀመር ደስ እኮ ይብለኒ ሓወይ ሲ ደስ በሃሊ ላይፍ ጀሚሩ ነረ ክበኣስ ተለስ ሃመይ ድካ ትሓሰና ኢካ ጽቡቀይ ደሊ ድየ ኣነ ብላዕ ኣብለለ ሲ ፋሚሊ ሲ ዋእ ኣደናይ ትሓሰላ ድካ
ኣታደይ እኮ ኣነ መጀመርያ ኣነ ተሞቺኒ ክምቸያ ይክእል እኮ እስካ እዩ ትክክል በቃ ኣደይ ትብሎ ኣይትጀመር ጌገኛ ኢኻ ገለ ይትል ትፈልጥ ተኣምር ዘይብልካ እሞ ኣነ ታይ ድየ ለካ ኣለኩ ወንድሚ ዝብጣተይ ይፈቅደልኪ ኣነ ተረዲእካ ድዩ እወ ወንድመይ? ተረዲእካ እየ ጆቲሓ ኣነ ሀዝሲ ታይ ድየ ለካ ኣለኩ ብራዘር ከኣቲ ወይ ልኮነ ናይካ ፖዘ ነገቲፍ ነገር ይኮንኪ ከዋግዕ ደልየ ተረዳህኒ ድካ ወንድሚ ናቲ ትማሊ ሲ ፌር የኮነይ ትክክል የኮነይ ሲጀመር ልምንታይ ኢካ እሞ ዓዲምካያ እዚሲ ልኣና ለኩ ይምልከተና እዩ ሲስተር እያ ልኣይስ ሮዚስ ሐም ሓፍቲ እያ ተረዲእካ ድዩ ብራዘር ኢቫለ ብልዓብስ ወሊድካ ኢካ ስካ ጌጋ እዩ ልኾነ ሰብ እዩ ልኾነ ክለካ ተሎስ ከም ጭፍን ኮንካስ ናበይን ኢኻ ብቻ ሙሉይ ተራምድ ልምንታይ እንታይ ገይሩ ፋሚሊ ቤተሰብ ሙሉ ልምንታይ ይርበሽ ትማሊ ፅቡቅ ውዒልና ፅቡቅ ድባብ ነበረስ ልምንታይ እዩ እዚ ነገር እዚ ዝፍጠር ምሸት እስኻለስ ኣነ ለኣኻ ብስሩዕ ዓቅሚ የብለይ እኮ ለኣኻ ልኾነ ክኹሪ ተረዲእካ ድዩ ወንድመይ ግን በቃ ጌጋ ኢካ ትገብር ለካ እሽ ካብዚ ብላዕልስ ታይ ክዕገስ ኣነ ብዙሕ ኢኩም ጌርኩም ሱቅ ኢለ ተርዲካ ዲ ከም ሓወይ መጠን ለለ ደው ኢለ ከዋግዐካ ይሙኩር ለኩ ክንደይ ሻሕ ከዋግዐካ ሙኪረ ንምንታይ ኢካ ሰብ ትንዕ ኢቭን ላይስ ብስርዓት ተዋጊዕካኒ ትፈልጢ
ዝናዋግዐትኒ ዝነበረት ርኢኻ ኢኻ ዶ ቅድሚ ቤተሰብ ሃመይ ሃመይ ኢላ ከምዘዋግዐትኒ እሱ ርእየዮ እየ ተርዲካ እዮ ጆቲ ሓ ኣነሲ ሙሉ ልሙሉ ናይካ እዩ የኾነይ ግን ናይካ ጌጋስ ብስሩ እኒዎ እዩ ልዕሊ ማንም ናይካ እቲ ጌጋ ሰላም ዶ ተገይሩ ልምንታይ እያ ትመጽእ እዛ ቆልዓ እዚኣ?
ስጀመር ምስኣ ዝመጸ ዓርከይ እያ ኣነ ዓዲመ ኔረ ሒዝዋ ሞጺ ማለት እዩ። እኮ ዋላ ሃም ጌርካስ ታይ ደለካ ኣሎ ኮንድሚ ልምንታይ እዩ ታይ እዩ ተባኢስና ወዲና ልምንታይ ሃምዚ ይበሃል ድዩ እና ሞሲ ዝለካ ኣለኩ ማስምዐኒ ሓደ መጀመርያ ምድማፅ ይከኣል ማዘር ሰሚዓ ድያ ሰሚዓ እወ ማዘር ተጨናኒቃ እኮ እያ ኣነ ለዋግዕ ከለኩ ስጀመር እዛ ሰበይቲ እኮ በቃ ተሓምም እላ እኮ ተረብሻ እኮ ቤተሰብ ብምሉእ እኮ ኢኩም ረብሽኩሞ እኒኹም ኣነ ኣነ ልባዕለይ ስዋ ሰለስተ ኣዮም ኮይኖም ኣሕዋትካ ናለይ ዝጨቅጭቀን ኣሎ ተርዲካ ዲ ኣነ ኢቭን ናይካ ኣይምልከተኒ ኢለ ሱቅ ክብል ተኮይነ እኳ ሲ ተርዲካ ዲ ኣነ ሰብ ናይካ ሂወት ሓወይ ብምዃንካ ጥራሕስ ይኣትየኒ ለቲ ሰብ ተርዲካ ዲ ኣይ እዚ ለሎ እዩ ኢልና ሱቅ ንብል ተልናለ ሲ ወሲኩ ይገድድ ወሲኩ ይገድድ ዋእ ቆልዓ ወሊድኩም እኮ ኢኩም ጀመርቲ ኣዕርክቲ እኮ ኢኩም ንስኩም። እስኻ ልኾነ ተኾይኑ እኮ ላኣይ ይምልከተኒ እኮ እዩ ሮዝ ላኣይ እኮ ሃም ሓፍቲ እኮ እያ ሃም ኢልካ ኣይምልከተካ ኣይትለኒ ኣብ ካሊእ እዩ ለይምልከተኒ ኣብ ካሊእ ህይወት እዩ እምበይ ሃምዚ እስኹም እናተፈላለ ሃምስ ሓደ መሐጎስ ምቀኛ ኢኹም ትኾኑ ኣለኹም ኣነኻ እዚ ነገራት ዝኮ ሃሃ እንድዒ ኤመር ሃምዚ ኢልካ ተዋግዕ ንላህናይ ታይ እባ ንማዘር መን ነጊርዋ ዘይሰምዐት ሳራ ነጊርካ ታኾይኑ ዓዲ ሙሉ እኮ ይፈልጡ እኒኦ ታኾይኑ መን ነጊርዋ ታይ መን ነጊርዋ ዓዲ ሙሉ ይፈልጥ ታይ እዩ ማዘር ካሊእ ሰምዓት ይፈልጥ ክብለካ ሰይነበረ ተሽዕቱ ከይዳ እያ ነይራ ኢሎም እኮ ኣነሲ ይስምዕ እንዲ ብራዘር በይነይ እኮ ይኹንኪ ነይረ ኣብዚ ገዛ መዓት ዕዱን ጋሻ እኮ እዩ ነይሩ እሞ ታማማ ሀዚ ሲ ልለካ ኣለኹ ኣነሲ ፈትሑኹም ዝግበር ጌርኩም ሲ ምስ ሮዝስ ተረዲእካ ድዩ ተስስኻ ይቅርታ ኢልካ ድዩ

እሺ ኣነ ተዓሪቀ እየ ክላ እዮም ንስኹም ትዕረቁ ዶ ኮይኑ እዩ ዝጉዳይ ክዕረቅ እያ ክዕረቅ እያ ክዕረቅ እያ ተረዲካ እስኻ ግን ምንም ትፈልጦ ተኣምር የብልካ እዩ ከምዚ ከይተውቅዕ ሰምዕላላ ይሰምዐካ ኣለኹ እየ ኣነ ሲ ዘይፈልጦ ጉዳይ ይኾነ ክልየ ፀዊዕካኒ ናስራሕ ኮይ ነራ ካብዚ ላዕቢ እንታይ ወግዕኒ ድዩ እሞሲ ኣነሲ ዘኽፈለ ዘፀበቀለ ባዕለይ ወደ ዝፈልጥ ተረዴካ እዮ ጆቲሓ ኣነሲ ስለለኽብረካ ለእየ ልዕሊ ማንም እስካ ካብቲ ባስ ክንደይ ድኹም ጌርኩምኒ ኢኹም ይርደካ ኣሎ ድዩ። ኣይ በቃ ኣነ ወሲነ እየ ካብ ሀዚ ምሳኣ ዘቅፅለሉ መንገዲ የለን እስከ ሀዚ እኳስ ተዓጊሰያ ነይረ እየ ኣታ ዋይ ገሬ ዴ ትፈዲ ዋይ ኖኖ ኣነ ሲ ብሓደ ትኾኑ ለይክትኾኑ ኮፍ ኢልኩም ኢለ ጠረጴዛ ብዓበይቲ ዶ ወድወይ ተባዕበይቲ የውድእ ምስዚኣ ይውድእ ካብ እዚኣ ታሆንኩም ከለካ ኣለኹ ብራዘር ኣነ ኮስ ኣይደለካ ኣለኹ ማዘር ብጣዕሚ እያ ተጨኒቃኒ ይርደካ ኣሎ ድዩ

ከምዚከ ከይተውግዕ ኣይምልከተካ እዩ ልብሱር ናይ ባዕልካ ግበር ህጻን ኢካ ንስካ ኣብ ናየይ ላይፍ ማንም ኣይምልከቶይ ባዕለይ እና ባዕለይ እዩ ዝምልከቶ ተረዲካ ድዩ ንስካ ይትነብረለይ ሓደ ይነብረለይ እሞ ብራዘር እሺ በቃ ኣነስ ኣብ ህይወትኩም መያእትዮ ኣይ ተርዲካ ድዩ ብራዘር ብልኻልኩም መጠን መፍትሒ ጎርሉ ልዛ ቆልዓለ ስኢልኩም ኣብ መንጎ ይተቕርቡ ኣብ መንጎ ሜዳ ይትጎርዋ ስኢልኩም ኣሕለምታይ መንጎ ከይዳ

ሃም ሓወይ መጠን ግን ኣነ ልሓወይ ኣየዳሊ ጌግኡ ተኾይኑ ጌግኡ እዩ በርግጥ ሳለ ንእሽተይ ጌጋ ተሃልያ ንእሽተይ ዓው የብሉ ኣብ ጌጋ ወጽሑ ቤተሰብ ብላዓቢ ግን ናብ ብራዘር እዩ ጌጋ ማለት ክንዲ ክዝሃሃል ልገብርስ ትርእይዎ ኣለኹም ሃምዚ ዓይነት እዩ ለዋግዕ ብሱሩ ዝሰዝ የጣዕዮ እኒ ማለት ሃም ቁም ነገር ኣነ ልሓወይ ከውግዕ ተወልኹ ጸርፊ ሱቕ ተወልኹ ኣነ ናደዋ ሕማም ቃንዛ ሃሜሉ ትሰብ ለያ ለኣና በቃ ማለት ታየሞ ክል ፋሚሊ በቃ እንድዒ ብቻ ቤተሰብ እንታይ ከም ልበሃል ኣነ ክርደኒ ይካኣለይ ፋሚሊ ማለት ቃላት ይልሓጥረኒ ኣሎ ትርእይዎ ኣለኹም ብቻ እንድዒ ፋሚሊ ዝሮ ዝሮ ግን ልሮ ዝሮ ከዋግዖ ክምኩር እየ ቤተሰብ ማለት ቤት ሰቃ ኣነ ካብ ዝላው ዝልብሎ ነገር የብለይ እንድዕ ብቻ ፈጣሪ ይተሓወሶ ልሮ ዝለከቦ ኣጉዕ ክሙኩር እየ ኣነ ዓቅመይ ክሙኩር እየ ፋሚሊ ያው እስከ ሱቅ ልበልኩለ ያው ድፍረት ከይመስል ልሓወይ ስለ ለክብር እየ ድፍረት ከይመስል ኢለ ሱቅ ኢለ ነይረ እና ቤተሰብ ከም ዝልረኣክምዎ ኢና ብራዘር ወግዒ እለ ብቻ እንዳ ዓበይቲ ኩዱ ወይ እምዚ እያኹ ፋሚሊ ካሊእ ርኢቶኹም እያ ብውሽጢ መስመር እንትንወል ኢኹም ንስኹም ለደውሉ እያ ቻዋት ፋሚሊ።